ተለሓስሓስ ክትብሉ በቃ ቴንኪዩ ገለ ኢሉ ዝፅዋዓኩም መሲልኩም ነይሩ ደኺምኩም ተሪፍኩም ክንድዚ ኣይሓሰበኩምን ከማን እቲ ኣዶናይ ዝበሃል ምክንያቱ ኢትዮጵያዊ እዩ ሕጂ እንታይ ተምፅኡ ሉዘርስ ለመንቲ ለመንትን ለመንትን ንሽፎን ኢልኩም ትመሳሰሉ ንክዳን ሓበሻ ኢልኩም ትመሳሰሉ ንገንዘብ ናይ ህዝቢ ሓገዝቲ ተመሳሲል እ፣ መሲልኩም ትመፁ ትመሳሰሉ እ፣ ጌም ዓቢ ሒዝኩም በቃ ኣብዚ ባንዴራ ሒዝኩም ተሰኪምኩም ባንዴራ ስለ ዝተሰኩምኩም ሲ ናይቲ ባንዴራ ዝተሰከምናዮ ሃገርና ናይቲ ዝበልናዮስ ቆፀራ ናይ ዓቢ ጌም ሒዝኩም ሲ ገንዘብ ተኽፍልዎ ነዚ ህዝቢ ኤርትራ ኣንተ እንታይ ዓይነት ሰብ ኣይትሓፍሩን ዲኹም ኣቱም ህዝቢ ሰብ ሃገረይ እንድሕር ኢሉ እኮ ሃገር ፍቕሪ ስለ ዘለዎ እዩ እምበሪ በቃ ሃገረይ ስለ ዝበለ ብፈጨው ስለ ዝሳዕስዐሲ ዓብ ጌም ሒዙሲ በቃ ክፈሉኒ ገንዘብ በቃ ጉሩሽ በዚኣ ከፋፍሉ ገለገለ ኣንተይ ትሓብሩ እንዲዮም እዚ ህዝቢ ከይዕዘበና ይትብል እንዲዮም ሓፊርና ብኣኹም ስለዚ ኣብዚኣ ናይ ኣዶናይ እንዴ ዝብለኩም ዘለኹ ኣዶናይ ከዓ ብጥራጥቁም ኣይስሕቕን እዩ ሂስ ፒር ኢትዮጵያን በቃ ኢትዮጵያ ምስ በለ ከዓ ድሕር ኣይብልን እዩ ሰብ እቲ በቃ ሓንቲ ኢትዮጵያ ኢሉ እዩ ዝዝምር ኣዶናይ ስለዚ ለሓስሓስ ኢትዮጵያ እዚኦም ተጋሩ ሓንቲ ቋንቋ ኢና ሓንቲ ንቁነን ኢና ሓንቲ ንምሸጥ ኢና ሓንቲ ክዳን ንክደን ኢና ዋላ ኣምሓሩ ሓንቲ ቁኖ ይቁነኑ ከማና ዋላ ሓንቲ ክዳን ናይ ሓበሻ ይክደኑ ከማና እንታይ ኣለዎም ፍልልይ እንጀራ ከማና ይበልዑ በፃብዕቲ ኢዶም ከምዚኣ ገይሮም ግእዝ እዮም እቲኦም ኣምሓሩ እቲኦም ተጋሩ ግእዝ እዮም መን ካብ መን ኢኻ ክትፈላልዮ ብከምዚ ዓይነት ረሳሕ ፖለቲካ ወረ እንታይ እዩ ወሪዱኩም ኣንቱም ሰባት እ ስለዚ ኣዶናይ ኣብዚ መጺኹም ኣዶናይ ከምዚ ገይሩ እዚ ትማሊ ምስኡ ደው ኢልና ምስኡ ኣዶናይ ኣይ- እ፣ ክ- በቃ ክሒድና ዋ ኣዶናይ ዶ ንዓም ተዛረበለይ ኢልካ እዩ ኣዶናይ እኮ እ፣ ሙሉእ ህዝቢ ኢትዮጵያ ድሕሪኡ ዘሎ ወዲ እዩ። ንዓኻ ኣይቆጽረካን ከማን ን መን እዩ ናባኻ መጽዩ ን ን ሓደ ኤረትራዊ ኣዶናይ ድምጺ ኩነኒ ኤረትራዊ በጃኻ ኤረትራዊ ድምጺ ኩነኒ ኣይበለካን እኮ ስለ ዘይበለካ ድምጺ ኩነኒ ከኣ ኣዶናይ የቀንየለይ ኣይበለኩምን ነቲኦም ለሓስሓስ ትብሉ የቀንየለይ ኢሉኩም ምስ ተዓወተ ኣይበለኩምን ምክንያቱ ስለ ዘይሓስበኩም ምክንያቱ ሰቡ ዘየክበረ ሰብ እሱ ከክብረኩም ኣይክእልን እዩ ምክንያቱ በቃ ተገሽሊዕኹም ኣብዚ ትፃረፉ ነንሕድሕድኩም እቲኦም ኤረትራውያን ኢኹም እሱ ዲሲፕሊን ዘለዎ ወዲ እዩ ስነ ስርዓት ዘለዎ ወዲ እዩ ቪዥን ዘለዎ ወዲ እዩ ባይ ዘ ወይ ኣዶናይ ስለዚ ከመይ ጌሩ ንዓኹም እልፊ ጁጅ ማጁጅ ከመስግነኩም ትጽበይዎ ኣለኹም? እስኹም ስለ ዝገበርኩምሉ ዲኹም ሓሊፉ ኣዶናይ ኢልኩም ትግምቱ ዘለኹም? እስኹም ስለ ዝገበርኩምሉ ሓሊፉ ኣዶናይ ዝሓለፈ ግዜ እስኹም ስለ ዝገበርኩምሉ ድምፂ ስለ ዝኾንኩምሉ ሲ እንድሕር ሓሊፉ ነይሩ ኣዶናይ ሲ ሕጂ ደኣ ንስኒት ብዘይ ናይ ተጋሩ ድምፂ ዘይተሕልፍዋ ስለዚ ክትገብሩ ይትኽእሉን ኢኹም ክትገብሩ ይትኽእሉን ኢኹም እቲ ኤረትራዊ ፋሕ ብትን ኣቢልኩሞ ኣብ ስደት ተረዲኹምኒ ድረግባ ሓወይ እቲ ኤረትራዊ ፋሕ ብትን ኣቢልኩሞ ኣብ ሓደ መስመር ከም ዘይመጽእ በቃ ሰሪሕኩምሉ ሕጂ ኸኣ ተጋሩ ድምፂ ኩኑና ተጋሩ ደኣ ዲዩ ቲንክ ልቦም ኣውዲቆም ንኤረትራዊ ኩሎም ዋላ ሓደ ክልተ ክህልዉ ይክእሉ ኢዮም ድምጺ ዝኮንዋ ግን ዝበዝሐ ምስ መን ድምጺ ከም ዝከውን ፍሉጥ ኢዩ ከይትደናገሩ ኣዶናይ ክንደይ ፈለወርስ ከም ዘለዎ ሓዙ ኣዶናይ ዝተዛረቦ ከኣ ክንዲ ምንታይ ሰዓብቲ ከም ዘለዎ ከኣ ፍለጡ ስለዚ ኣይትሓ ንነብስኹም ኣይተቐሽሽዋ። እዚ ኤርትራዊ ኣብ ዲያስፖራ ዘሎ ካብ ዓይኑ በቃ ኣግፊሑ ናብ ኢትዮጵያ ከይዱ በቃ ፍቕሪ ፍቕሪ ዝጻወት ምስ ክልል ትግራይ ይብለካ ኣለኹ። እቲ ኤርትራዊ ኣብ ዲያስፖራ ዘሎ ምስቲ ሓዉ ኤርትራዊ ተኸባቢሩ ስነ ስርዓት ገይሩ ክኸይድ ጥራይ እዩ ዘለዎ ተዘይኮይኑ ነቲ ሓዉ ወዲ ዓዱ እሕሲሩ ኣነኣኢሱ ንትግራይ ኣማዕዲ ናብ ኢትዮጵያ ከይዱ ክኸብር እየ ድምፂ ክገብር እኽእል እየ በቃ ትግራይ ስለ ዝበልኩ ከኽብሩና እዮም ከኽብሩካ ኣይክእሉን እዮም ትማሊ ኣብ ግዜ ፅንተት ናይ ናይ ትግራይ ዝተዛረብኩሞ ኣፍዓበት ዓይነይ ትንኪ እዩ ዝተዛረብኩሞ ስኑድ እዩ ማዓረ ከርሲ ኣብ ኣብ ኣብ ትግራወይቲ ማህጸን ከብዳ ዘሎ ኣብ ከርሳሲ እንታይ ግበርዎ ከም ዝበልኩም እስኹም ኢኹም እቲኦም ሎሚ ትግራይ ትግራይ ትብሉ ዘለኹም ክልተ መልሓስ ዝዛረብ ሰብ ከኣ ኣብለኩም ኣለኹ ሀ ዝኣምኖ ወላ ሓደ ሰብ የለን ማዕረ ኣዴታቶም ማዕረ ንተጋሩ ኣዴታቶም ሲ ሀ እንታይ ኢልኩመን ኣብ ከርሰን ዘሎሲ ከምዚ ከምዚ ከምዚ ይኹን ኢልክን ኢልክን ዝተዛረብክን ሎሚ ትግራይ ትግራይ ትግራይ እንተበልክን ዝኣምነክን ትግራዋይ የለን ይነዋይ ምክንያቱ ማዕ ልዕሊ ትግራዋይ ጎራሕ የለን ኣብዚ መሬት ክነግረኩም ኣነ ውሰድዋ ኤረትራዊ ጎራሕ ኣይኮንካን ኤረትራዊ ናይ ጸርፊ ኢኻ ኣብዚ ኣብዚ ኣብዚ ኣብዚ ዲያስፖራ ዘለኻ ኤረትራዊ ናይ ጸርፊ ኢኻ ናይ ምግዓር ኢኻ ተንኮል ኣይትፈልጥን ኢኻ ጥዑም ዘረባ በቃ ልብኻ ኣውጺኻ ነቲ ጥዑም ዝተዛረበ ከምዚ ጌርካ ተረክቦ ሕማቕ ዝተዛረበካ ኸ ብጸርፊ ጌርካ ሉሉሉሉሉሉሉሉሉሉሉ ኢልካ ናብቲ ገበን ብመልሓስካ ከዓ ትሸኽላ እዚ እቲ ኤርትራዊ ብዲያስፖራ ዘሎ ጥዑም እንተተዛሪበናኹም ሀ ልብኹም ኣውጺኹምሲ ኣብ ኢደን ተረክብወን ከምዚኣ ጌርኩም ምስክናይ ምዃንካ እቲ ኤርትራዊ ሕማቕ እንድሕር ተዛሪቡካኸ ብጸርፊ ብስድነት ብብድዐ ማዕረ ክቐትለካ ክጎምደካ ክብለካ እንዳበልኩም ትዛረቡ ኣብዚኣ ዲ ኣብዚኣ ዘለኹም ኤርትራውያን ኢኹም ስለዚ ኤርትራዊ ብስምዒት ኢኻ ትኸይድ እምበር ኣብዚ ዲያስፖራ ዘለኻ ብርድኢት ኣይትኸይድን ኢኻ እዚ ኸኣ ጽባሕ ንግሆ ዋጋ ከኽፍለካ እዩ ትሰማማዓላ ዶ እዎ ትግራዋይ ግን ወላ ሓማት ኢልካዮ ሕማቕ ኣይወፅን እዩ ካብ መልሓሱ ተኣምኑ ዶ ሰኒድና ኢና ግዜ ኢና ንፅበ ዘለና ሓፍተይ ሓቂ ብራቮ እዝግዛርበካ ወዲ ትግራይ ብራዘረይ ተረዲእና ኣለና። ስለዚ ኣብ ዲያስፖራ ዘለና ኤርትራውያን ኣካይዳና ኣየሐጉስን እዩ ኣየሐጉስን እዩ። ትግራዋይ እቲ እሱ ኣሚኑሉ ዘሎ ኣብ ርእሱ ኤርትራዊ ፈፂምዎ ዝበለ ክድምስሶ ኣይክእልን እዩ። ኤርትራዊ ከዓ እቲ ዝዓበየሉ ኩሉ ታሪኽ ኣብ ልዕሊ ስውኣትናን ህዝብናን ዝተገበረ ከኣ ክርስዕ ኣይክእልን እዩ። ከምዚ ዓይነት ክልተ ቅርሕናት ዘለዎ ህዝቢ ሰላም ክገብር እዩ ዝኽእል እምበሪ ነቲ ሕሉፉ ረሲዑ ክስጉም ኣይክእልን እዩ ነዊሕ እዚኣ ፍለጥዋ። እዚ ምቅርራባት ዘሎ ግዝያዊ እዩ ግዝያዊ እዩ። ምኽንያቱ ቁሱል ደም ዝደመየት ዝደመየት ልቢ ማያ ሓፍተይ ዌልካም ዝደመየት ልቢ በቦታትካ ብወለድኻ ብታሪኽ ዝተሰነደ በሰላ ዘለዎ ሰብ ብሳክት ዲፕሎማሲ ዝልወጥ ስምዒታት የለን። እዚኣ ውሰድዋ። ተረዳዲእና ዶ? ስለዚ ኣዶናይ ከኣ ኣይሓስበኩምን እዩ ነቲኦም ለሓስሓስ ትብሉ ብዙ ሶሻል ሚድያ ነዚኦም ለሓስሓስ ትብሉ ኣዶናይ ክንድዚ ኣይቆፅረኩምን እዩ ኣዶናይ እኹል ህዝቢ ኣለዎ ህዝቡ ከዓ የድሕኖ ሰማይ ይሰቕሎ ይዕምብቦ ንዓኹም ኣብዚ ለሓስሓስ ኢልኩም ትዛረቡ ኣዶናይ ክንድዚኣ ቴንኪዩ ከማን ኣይበለኩምን እዚ ኩሉ በቃ ጅማውትኹም ክሳብ ዝብንጠስ ኣዶናይ ድምፂ ኩኑሉ ንኣዶናይ ገለ ክትብሉ እንከለኹም ወ- ሕሳብ ስለ ዘይገብረልኩም ሲ ምስ ተዓወተ ከማን እብለኩም ኣለኹ መፂኡ ቴንኪዩ ነቲኦም ድምፂ ዝኾንኩምለይ ወይ መፂኡ ቴንኪዩ ህዝቢ ኤረትራ ኣይበለኩምን ምክንያቱ ይሓስበኩምን እዩ ምኽንያቱ ክንድምንታይ ደናቑር ምዃንኩም ነንሕድሕድኩም ከም ትበኣሱ ከም ትጻረፉ ስለ ዝፈልጥ ሕሱራት እእምሮ ከም ዘይብልኩም ስለ ዝፈልጥ ኣብዚ ሶሻል ሚድያ ዘለኹም ስለዚ ክሬዲት ክህበኩም ኣይደሊን እዩ ንሓደ ውዳቕ ንሓደ ዝሞተ ሬሳ ክሬዲት እንተ ሂብካዮ እንተ ዘይሂብካዮ ሬሳ እዩ ናቱ ትዕዝብቲ ከመይ ገይሩ ይዛረብ ርኢኹሞ ትፈልጡ ነዚ ኣዶናይ ዲሲፕሊን ኣለዎ ዲሲፕሊን ዘለዎ ሰብ ከኣ በዚ ሕርካም ወዲ ሕርካም ኣብዚ ሶሻል ሚድያ ዘሎ ከኣ ወላ ሓንቲ ክንድዚ ኣይሓስበኩምን ከማን ቪዥን ዘለዎ ሰብ እዩ ኣዶናይ ተረዲኹምኒ ስለዚ ግዜኹም ኣይተጥፍኡ ኣዶናይ ምስትያ ኢትዮጵያዊት ደው ኢሉ ኢትዮጵያዊ እንድዩ ኢትዮጵያዊ እንድዩ ምስ መን ደኣ ደው ክብል ደሊኻዮ ምሳኻ ኣይብልን እዩ ኣይብልን እዩ ተረዲእኹም ኣለኹም እስኹም ህዝብና ኣብ ዲያስፖራ ዘሎ ገሊኡ ብርጌድ ንሓመዱ ከምዚኣ ዝበልኩኹም ገሊኡ ብርጌድ ንሓመዱ ገሊኡ ተቃዋማይ ኖርማል ክብርታቱ ሓልዩ ገሊኡ ኣሰውረ ልኸድራ ገሊኡ ሰራየ ሓማሴና ኮሎ ግዛይ ገሊኡ ፋሕ ብትን ኢሉ ስለ ዘሎ ኣብ ዲያስፖራ ዘሎ ዋሕዲ ሰብ ስለ ዘሎ ነዚኣ ስኒት ድምጺ ከም ዘይኮንዋ ስለ ዝፈለጥኩም ኣብዚ ዲያስፖራ ዘለኹም ሀ ንተጋሩሲ በቃ ኣዶናይ ንምንታይ ድምጺ ዘይኮነልና ንምንታይ እስኻ ንሕ- ንሕዋትካ ዘይትሓቁፍ ምስ ኣሕዋትካ ንምንታይ ዘይትላዘብ ምስ ኣሕዋትካ ተትላዘብ ኔርካ ምስ ኣሕዋትካ ተትኽ- ትከባበር ኔርካ ኤረትራዊ ድምፂ ናይ ናይ ትግራዋይ ኣይምለማንካን ኔርካ ሎሚ ምክንያቱ ስጥመት ዘለዎ ወለዶ ይዕወት እዩ ይበፅሕ እዩ ኣይልምንን እዩ ግበሩልና ይብልን እዩ ገይሮምሉ ኣይግ- ኣይገበሩሉን ኣይ- ሕሳብ ኣይወራረድን እዩ እስኹም ግን ነቲኣ በቃ ኣዶናይ ዝሰራሓ ቪድዮ ነቲኣ ኢትዮጵያዊት ጓል ደው በሉ ምስኣ ሓግዝዋ ስለ ዝበለስ ብኣኣ ሒዝኩምሲ ንሕና ዝገበርናልካ ከይረኣኻስ ምስቲኣ ኢትዮጵያዊት ኢትዮጵያዊ እንዲ ኣዶናይ ላሓስቲ ፀየቕቲ ታሪክ ኣብዚ ሶሻል ሚድያ ዘለኹም ኣይ ዶንት ላይክ ዩ ንፈለወርስ ኢልኩም ዘይንስኹም ትመስሉ በቃ ንቕርሺ ንሰናቲም ኢልኩም ሕብረተሰብ ኣረሓሒቕኩም ምስ ካልእ ኼድኩም ትውግኑ እዋይ እሕሕ ኣነስ ክጸልኣኩም እዚ ፐርሰናሊቲ እዚ ቪዥን ዘይብሉ ሰብ እዚ ዘይርዳእ ሰብ በቃ ክንዕቐኩም ምእንቲ በቃ ምእንቲ ቅርሽን ሕርካምን ኢልኩምሲ ዓሰርተ መልሓስ ትዛረቡ ምእንቲ በቃ ምእንቲ ዓለባ ሓንቲ ዓለባ ኢልኩም ሲ መትከልኩም ቅይርይርይርይር ምእንቲ ክዳን ሓበሻ ኢልኩም ንክስደደልኩም ሲ በቃ መልሓስኩም ቅይርይርይርይር መን ይኣምነኩም እስኹም እንድዕ እዚኦም እዚኦም ተጋሩ ክኣምንኹም ኣይትሕሰቡ ተጋሩ ባይ ደ ወይ ዴይ ኣር ስማርት ኣነ ልዕለይ ተጋሩ ዝፈልጦም ዋላ ሓደ ሰብ የለን they are so smart ተጋሩ ንዕላምኦም ከ ይሞቱ ንዕላምኦም ከ ርእሶም ኣድኒኖም ክሳብ ዕላምኦም ዘተግብሩ ተጋሩ ይኸድዋ እዮም ጉዕዞ ብለካ ኣለኹ እስኻ ኤርትራዊ እንድሕር እ፣ በቃ ጥዑም ዘረባ ኢሎምካ በቃ ትሕጎስ ሰማይ ትበጽሕ ጅባኻያ በቃ ሸዋሕዋሕዋሕዋሕ ኢሉ ነፍነፍ ትብል በቃ እንድሕር ሕማቅ ቃል ተዛሪቦምካ ከ በቃ ትኹሪ ትሰናዶ ትሰብር ሕማቅ ቃላት ትድርቢ ትግራዋይ ከምኡ ይኮነን በሊሕ ሰብ እዩ ትግራዋይ ዕላምኡ ዝፈልጥ እዩ ትግራዋይ ርእሱ ኒኑ ይኸይድ መዓስ ርእሱ ሓፍ ኣቢሉ ከም ዝዛረብ ከዓ ይፈልጥ እዩ ትግራዋይ ኣነ ሽሕን ሚእትን ተጋሩ እየ ዝፈልጥ ዕላማ ኣለዎም ክበፅሕዎ ክኸድዎ ዘለዎም መንገዲ ኣለዎም ደኒኖም ከኣ ይኸዱ ኣለዉ። ደኒኑ ዝኸደ ሰብ ከኣ ይዕወት እዩ ጽባሕ ንግሆ። ሓፍ ሓፍ ሓፍ መሬት ኣይትጽርና መሬት ኣይትጽርና ንሕና ንሕና ንሕና ንሕና ዝብል ሰብ ከ ንቁሩብ ሓፍ ሓፍ ክብል ይኽእል እዩ። ጽባሕ ንግሆ ግን ኣብ ምልክት ሕቶታት እዩ ዝቕመጥ። እዚኣ ክትወስድዋ ክትክእሉ ኣለኩም። This is the reality. ዝወሓጥዋ ነብስኹም ምሰሉ ብሕልፊ ብዚ ዘለኹም ኣብ ሶሻል ሚድያ ኤርትራውያን ኢና በሃልቲ ነብስኹም ምሰሉ ነብስኹም ምሰሉ ስጥምጥምጥምጥምጥም በሉ ጽቡቃተይ። ኣዶናይ ኣዶናይ ኣዶናይ ከምዚ ይበለናን ንሕና ደው ኢልና እንዲና ምስ ኣዶናይ ንሕና ንሕና ኣይ ኣይ ኣይሓስበካን እዩ ኣይጽውዓኩምን እዩ ሽምኩም ቴንኪ ከማን ኣይበለኩምን እዚ ኩሉ ክትግዕሩ ንሕና ምስ ኣዶናይ ኢና ንኺድ ኣዶናይ ኣይሓስበኩምን ከማን ደቂሱኩም ብጫምኡ ገይሩ ደቂሱኩም ግን ምስ ሓለፈ እንታይ ኢሉ ንህዝቡ ከዓ ግን ኣመስጊኑ ንህዝቢ ኢትዮጵያ ካብ ጫፍ ናብ ጫፍ ከዓ ኣመስጊኑ ሙዚቃ ስምዑ ሕጂ እንጋብዘኩም እያ ዝሰማዕናዮ ኣብ ልብና የሕድሮ ከምኡ ኢና ጌርና ንሕና ንህበኩም እቲኣ ሓቅነትኩም ተረዳዲእና ክንከውን ተስፋ ገብር ስለዚ እቲ ኤረትራዊ ብዲያስፖራ ዘለኻዮ ሓትካን ድምፂ ናይ ትግራዋይ እንታይ ደሊኻዮ ሓደ ተትኸውን ኔርካ ድምጺ ናይ ትግራዋይ ናይ ኣዶናይ እንታይ ምደለኻሉ ኔርካ ድምጺ ናይ ኤረትራዊ ውሑድ ኣይኮነን ናይ ትግራዋይ ድምጺ እንታይ ኢኻ ደሊኻዮ ምኽንያቱ እቲ ኤረትራዊ ኣብ ሓደ ስለ ዘየለ ኣብ ዲያስፖራ ኣብ ሓደ የለን ሓንቲ ነገር ክትሃንጹ እንተደሊኹም በቃ ሓይሊ ናይቲ ናይቲ ትግራዋይን ናይቲ ኤረትራውን ሕውስውስውስውስ ኣቢልኩምሲ ሓይሊ ኣለና ሪፖርት ክትገብሩ እንድሕር ደሊኹም ኣካውንት እቲ ኤረትራዊ ብሓንሳብ በዓል ዝፊሊ ወዲ ኤረይ ዝበሃል ዝወዲ ምስክናይ እንዳ ኣረግቶት ዝሰርሕ ያእሱ እንዲ መራሒኹም በቃ ነቲኦም ተጋሩ ምፂኹምሲ በቃ ንሓደ ኤረትራዊ ንዕፅዎ እሳቶም ግን እቲኦም ተጋሩ ንሓዎም ኣየዕፅውን እዮም እቲ ኤረትራዊ ግን ሓይሊ ናይ ናይ ትግራይ ኣምጺኡ ሓይሊ ናይ ተጋሩ ኣምጺኡስ ነቲ ኤረትራዊ ሓዉሲ ይዕጽዎ ጉድ ርኢ ምክንያቱ ትፈልጡ ኢኹም እቲ ኤረትራዊ ምሳኹም የለን ኣብ ዲያስፖራ ዘሎ ኤረትራዊ ኣብ ሓደ የለን እስኹም ክትቃለስዎ እንድሕር ኮንኩም ንሓደ ኤረትራዊ ሓውኹም ሀ ናይቲ ትግራዋይ ሓይሊ ድምር ሒዝኩም ኢኹም ትመጹ ጉድ ሪኤ እዚ ሓይሊ ግን ክሳብ መዓስ እዩ ክኸይድ ጽባሕ ንግሆ ሓይሊ ናይቲ ትግራዋይ ክግምጠለካ ምዃኑ ኣይትረስዕ።